ትካል መፍረ መነጸር ዓይኒ ሃገራዊ ማሕበር ሓርበኛታት ስንኩላን ኩናት ኤርትራ ከም መቐጸልታ ናይቲ ኣብ መጻኢ ካብ ዝርከብ ጨናፍሩ በብጊዚኡ ክረኽቦ ዝጸንሐ ዝተፈላለየ ሓገዝ ኣብዚ ቅንያት እዚ ውን ንዝህቦ ኣገልግሎት ንምስፋሕ ዝሕግዞ ንብረት ብሓገዝ ረኺቡ ኣሎ ንጸብጻብ ፊያሜት መስፍን ኣርሴማ ኣስመሮም።
ኣብ ከተማ ኣስመራ ተደኲኑ ዝርከብ ትካል መፍረ መነጽር ዓይኒ ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ፣ ኣብ ሽወደን ካብ ዝነብሩ ኣባላት ማሕበር ኣስታት ሰለስተ ሚእቲ ሽሕ ዩሮ ዝግመት ሕክምናዊ ንብረት ብሓገዝ ረኺቦም። ነቲ ሓገዝ ሒዙ ዝመጽኣ ሓላፊ ጨንፈር ማሕበር ሓርበኛታት ስንኩላን ኲናት ኤርትራ ኣብ ሽወደን ኣቶ ተኸስተ ፍስሃየ ንኤሪና ኣብ ዝሃቦ ሓበሬታ፣ እቲ ሓገዝ መቐጸልታ ናይቲ ኣብ ዝተፈላለየ እዋናት ክለኣኽ ዝጸንሐ ምዃኑ ጠቒሱ፣ ሓደስቲ ማሽናት፣ ለንሳት፣ ናይ መነጽር ፍሬማት፣ መመርመሪ ዓይኒ ከምኡ'ውን ንቤት ጽሕፈት ዘገልግል ኮምፒዩተራት ከም ዘጠቓልል ሓቢሩ።
ንብረት ንስንኩላን ዘገልግል ሒዝና ስለ ዝመጻና፣ ንሱ ከኣ ጥራይ ንብረት ዘይኮነ ሽዱሽተ ዝኾኑ ኣጋይሽ ሒዝና መጺና ኣለና። ዕላማና ከኣ ንስንኩላን ንምሕጋዝን ከምኡ ከኣ ነቲ ዝነበረ ናይ ዓይኒ መነጽር ትካል፣ ንዕኡ ብዝተዓፃፀፈ ንምምዕባል ስለዝኾነ ኣሰልጣኒ ውን ናይ ኦፕቲሻን ሓደ ሰብ ከዓ ንሓደ ወርሒ ዘገልግል ዝምህር ከዓ ሒዝና መፂና ኣልና ማለት እዩ። ስለዚ እቲ ዕላማ ነዚ መስል። መበገሲ ዝነበረ ንስንኩላን ዝዓለመ እዩ። ከምዚ ሕጂ ንሰምዖ ዘለና ግን ዳርጋ ንከተማ ኣስመራ ንከተማ ካልእ ዝዓለመ ከማን ናይ ብርትዓዊ ዋጋ እዚ ማሕበርና ይሸየጥ ከምዘሎ ሰሚዕና እዚ ብጣዕሚ ዘሕጉስ እዩ። ኣብ ኣስመራ ጥራይ ውን ክሕጸር የብሉን ዝብል ሓሳብ ኣለና ሕጂ ካብዚ ቀጻሊ ከኣ ገለ ምዝራባት ንገበር ኣለና ሓንቲ ንእሽተይ ትካል ወይ ሞባይል ዓዲ ዓዲ እንዳኸደት ሽግራት ናይ ዓይኒ ዘለዎም ናይ ምፍታሕ ከዓ ዕላማ ሒዝና ኣላ ማለት እዩ እዚ ኣብ ሓፂር ግዜ ቅድሚ መወዳእታ ዓመት ክንገብሮ ሓሳብ ኣለና ኣብ ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ቴክኒሻን መፍረ መነጸር ዓይኒ ኣቶ ኣልኣዛር ግርማይ ብግዲኡ፣ በብግዜኡ ዝኣቱ ዘሎ ማሽናት ኣብ ዕቤት እቲ ትካል ልዑል ተራ ከም ዘለዎ፣ ከም ውጽኢቱ ድማ ብዕስራ ደቒቕ ዝፈርስ ዝነበረ ፍሬም መነጸርን ሌንሳትን ኣብ ሓሙሽተ ደቒቕ ክሳለጥ ከም ዝበቕዐ ብምሕባር፣ እዚ ኣብ ስሉጥነት ስርሖምን ዓይነት ፍርያቶምን ዓቢ ኣስተዋጽኦ ይገብር ከም ዘሎ ኣረዲኡ። ሕጂ ምስ ምእታው ናይዘን ማሽነሪታት ቅልጡፍ ዝኾነ ኣገልግሎት ንምሃብሲ ክጠቕማና እየን ኢና ንብል ዘለና። ምኽንያቱሲ ቅድሚ ሕጂ ሓደ ሰብ ኦኪያለ መነጽር ዓይኒ ኣዚዙስ ሰለስተ ኣርባዕተ መዓልቲ ቆጸራ ንህብ ኔርና። ሕጂ ብዝከኣል መጠንሲ፣ ሰሪሕና ሽዑ ንሽዑ ንምሃብ እዩ እቲ መደብና ማለት እዩ ኣይጀመርናዮን ደለና ሕጂ እቲ መደብ ግን ብቁልጡፍ እቲ ሓይ- ንግሆ ተራእዩ እዚ ኣብ ሕክምና ተራእዩ መጺኡስ ናይ ምሸት እ፣ ሰሪሕናስ ክነረክቦ እ፣ ኢና እቲ ብመደብ ሒዝናዮ ደለና። ፍርያት እቲ ትካል ብርትዓዊ ዋጋ ክረኽብዎ ከምዝኸኣሉ ዝሓበሩ ተገልገልቲ፣ ንዝግበረሎም ነጻ ምርመራ ኣመስጊኖም። መሻርኽቲ ኣዕሩኽ ማሕበር ስንኩላን ሓርበኛታት ኲናት ኤርትራ ጨንፈር ሽወደን ከም ዝኾነ ዝጠቐሰ ሓኪም ዓይኒ ሽወደናዊ ፔር ኤንድ ብወገኑ ንሰራሕተኛታት ናይቲ ትካል ምስተን ዝመጻ ሓደስቲ ማሽናት ንምልላይ ኣብ ዝተዋህበ ሓጺር ስልጠና ንዝተዓዘቦ ድሌትን ብቕዓትን ሞጊሱ።
ኣባላት ህዝባዊ ግንባር ንዴሞክራስን ፍትሕን ንኡስ ጨንፈር ደቡብ ጀርመን ሃገራዊ ዕማም ንምዕዋትን ውዳቤኦምን ጥርናፌኦም ብምሕያል ከምዝሰርሑ ህዝባዊ ግንበር ዋሕስ ህላዌና ኣብ ትሕቲ ዝብል ቴማ ብ ሸሞንተ ሕዳር ኣብ ዘቃንዕዎ ኣሜታዊ ኣኼባ ገሊጾም። ፈጻሚ ጉዳያት ኤምባሲ ኤርትራ ኣብ ጀርመን ኣቶ ዮውሃንስ ወልዱ ንህሉው ቁጠባዊ፣ ፖለቲካዊ፣ ማሕበራውን ዲፕሎማስያውን ምዕባለታት ሃገርና ብዝምልከት ኣብ ዝሃቦ መብርሂ፣ ህዝብን መንግስትን ኤርትራ ብመትከል ርእሰ ምርኮሳ ሓያሎ ልምዓታዊ መደባት ኣብ ምስልሳል ተጸሚዶም ከም ዘለዉ ብምግላጽ፣ እቲ ዕማም ሎሚ ዓመት ብዝነበረ ሰናይ ክራማት ኣብ ትስፉው መድረኽ ከም ዝርከብ ጠቒሱ፣ ኣባላት ግንባር ኣብ ኩሎም ዝትለሙ ሃገራዊ መደባት ተርኦም ከዕዝዙ ትጽቢት ከም ዝግበረሎም ኣዘኻኺሩ። ወኪል ህዝባውን ኮማውን ጉዳያት ኣቶ ካሕሳይ ተወልደ ብጊዱ፣ ኣብ ክልተ ሽሕን ዓሰርተው ኣርባዕተን በቲ ጨንፈር ንዝተሰላሰሉ መደባት ብመልክዕ ጸብጻብ ድሕሪ ምቕራብ፣ ናይ መጻኢ መደባት ንምዕዋት መሳርዖም ብምድራዕን ንቕሓቶም ብምብራኽን መኸተዖም ክድንፍዑ ተላብዩ። ሓለፍቲ መንእሰያት ህግደፍ ኣብ ጀርመንን ኤውሮጳን ብወገኖም፣ ሓያልን ንቑሕን ሃገራዊ ምንቅስቓስ መንእሰያት ንምምስራት ቅድሚ ዓሰርተ ዓመት ዝነበረ ትልሚ ኣብ ዘተኣማምን መድረኽ በጺሑ ምህላዉ ብምሕባር፣ ኣብ ክልተ ሽሕን ዓሰርተው ሓሙሽተን ኣብ ጀርመን ክካየድ ተመዲቡ ዘሎ ዋዕላ መንእሰያት ህግደፍ ዝምልከት መብርሂ ሂቦም። ተሳተፍቲ ኣብ መወዳእታ፣ መንእሰያት ወረስቲ ሕድሪ ምዃኖም ዘረጋግጽ ንጥፈታት የካይዱ ከምዘለዉ ብምግላጽ፣ ብውህደት ህዝብን መንግስትን ዝሰላሰሉ ዘለዉ ልምዓታውን ትሕተ ቅርፃውን መደባት ንምዕዋት ከም ወትሩ ፃዕርታቶም ከም ዘሐይሉ ኣረጋጊፆም። ኣግራብ ብምዕቃብ ምድረ በዳነት ንምክልኻል ዝካየድ ፃዕሪ ንክዕወት ንቕሓት ሕብረተሰብ ክብል ክብል ከም ዝግባእ ሓላፊ ምምሕዳርን ፋይናንስን ዞባ ኣስማጥ ኣቶ ዮሃንስ ኣስፍሃ ምስ ህዝቢ እቲ ንኡስ ዞባ ኣብ ዝገበሮ ኣኼባ ኣዘኻኺሩ። ገረብ ሽፋን መሬት ጥራይ ዘይኮነ ምንጪ እንሰትዮን ማይ እነተንፍሶን ንጹህን ኣየርን ከም ዝኾነ ዝጠቐሰ ኣቶ ዮውሃንስ፣ ብመደብ ክረምታዊ ማእቶት ይኹን ካልኦት ተበግሶታት ዝሰላሰል ዘሎ ንጥፈታት ምግራብ ነዚ ዝዓለመ ከም ዝኾነ ገሊጹ። ኣቶ ዮውሃንስ ኣስዒቡ፣ ብገለ ውልቃውያን ረብሕኦም ዘቐድሙ ውሑዳት ሰባት ኣብ ልዕሊ ኣግራብ ዝወርድ ዘሎ ብርሰት ንምክልኻል ብሚኒስትሪ ሕርሻ ዝወጸ ንሓለዋ ኣግራብ ዝምልከት ሕጊ ተግባራዊ ከይኑ ስለ ዘሎ፣ ህዝቢ ነቶም ገበነኛታት ኣብ ሕጊ ከቕርቦም ተላብዩ። ተሳተፍቲ ብወገኖም እቲ ብደረጃ ሃገር ወፂኡ ዘሎ ንብርሰት ኣግራብ ዝምልከት ሕጊ ብዕቱብነት ክስርሓሉ ከምዝግባእ ብምዝኽኻር ነዚ ኣብ መፃኢ ከቢድ ሳዕቤን ዘለዎ ተግባር ንምቁፅፃር መላእ ሕብረተሰብ እጃሙ ከበርክት ፀዊዖም። ኣብ ከተማ ደቀምሓረ ኣብ ዝርከብ ማእከል ስልጠና ሓይልታት ጸጥታን ፖሊስን ብምክልኻል ገበን ዝሰልጠኑ ኣርብዓን ሓሙሽተን ኣባላት ፖሊስ ብ ዓሰርተ ሓድ ሕዳር ተመሪቖም። እቲ ስልጠና ንሕጊ፣ ስነ ምግባር፣ ህዝባዊ ርክባት፣ ጥበባት ሜላ ተኹሲ፣ ምምዕባል ኣካላዊ ብቕዓትን ትምህርቲ ሰልፍን ካልእን ዘጠቓለለ'ዩ ነይሩ። ኣብቲ ማእከል ስልጠና ኣብ ዝተኻየደ ናይ ምምራቕ ስነ ስርዓት፣ ሓላፊ ቤት ጽሕፈት ረጅስትራር ማእከል ስልጠና ደቀምሓረ መምህር በረኸት መሓሪ ኣብ ዘቕረቦ ሓጺር ጸብጻብ፣ ሰልጠንቲ ኣብ እዋን ትምህርቲ ልዑል ድሌት፣ ተገዳስነትን ሱታፌን ከም ዝነበሮም ገሊጹ። ኣዛዚ ማእከል ስልጠና ሓይልታት ጸጥታን ፖሊስን ብርጋደር ጀነራል ኣድም ኮኮይ ኣብ ዘስምዖ ቃል፣ ሰልጠንቲ ንዝቐሰምዎ ትምህርቲ ኣብ ስርሖም ብብቕዓት ክትግብሩ ትጽቢት ናይቲ ማእከል ስልጠናን ተገልጋሊ ህዝብን ምዃኑ ብምሕባር፣ ኣብ ዝተመደብዎ ስራሕ ብዘይተጎላባነት ክሰርሑ ተላብዩ። ሰልጠንቲ ኣብ መወዳእታ ዝተዳለወሎም ሽልማትን ወረቐት ምስክርን ካብ መኮንናት እቲ መሰልጠኒ ማእከል ሓለፍቲ ፖሊስ ኤርትራን ተቐቢሎም። ኣብ ዞባ ዓንሰባ ንኡስ ዞባ ከርከበት ዝተኸስተ ተላጋቢ ሕማም ጤለ በጊዕ ሳዕቤናቱ ከይበኣሰ መግትኢ ክግበረሉ ወነንቲ ጥሪት ኣዘኻኺሮም። እዚ ኣብ ንኡሳን ዞባታት ሰልዓ፣ ኣስማጥ፣ ሓመልማሎ፣ ከረንን ዒላበርዕድን'ውን ተቐላቒሉ ዘሎ ሕማም ንምቁጽጻር ክታበት እኳ እንተተዋህበ ኣብ በረኻታት ዝርከባ ጥሪት ስለዘይተኸትባ ወነንቲ ጥሪት ስግኣቶም ይገልጹ'ለዉ። ጥሪቶም ብዝነበረ ህጡር ክራማት ኣብዚ እዋን እዚ ምስ ሓይለን ጽቡቕ እኳ እንተለዋ፣ ምስ ግዜ ሳዕቤናት ናይቲ ሕማም ክብእስ ስለ ዝኽእል እቲ ሕማም ገና ከሎ ንምቑጻዩ ሚኒስትሪ ሕርሻ ኣብ ወሰናስን ጽርግያ ንዘለዋ እንስሳታት ክታበት ብምሃቡ ናብቲ ብብዝሒ ጥሪት ዝርከባሉ ቦታታት ክበጽሕ ከም ዝግባእ ተላብዮም ኣባል ጨንፈር ሚኒስትሪ ሕርሻ ዞባ ዓንሰባ ኣቶ ተኽለ የማነ ኣብ ዝሃቦ ሓበሬታ፣ ነቲ ሕማም ንምቁጽጻር ኣብ ንኡስ ዞባታት ሰልዓን ኣስማጥን ክታበት ከም እተዋህበ ጠቒሱ፣ ነቲ ሕማም ምሉእ ብምሉእ ንምቁጽጻር ዘለዎም ሕጽረት መድሃኒትን መጓዓዝያን ክፍትሓሎም ኣዘኻኺሩ። ኣብ ጨንፈር ሚኒስትሪ ሕርሻ ዞባ ዓንሰባ ሓላፊ ኣሃዱ እንስሳት ዶክተር ተኽለብርሃን ይቕሬታ ዶክተር ተኽለማርያም ሃይለሚካኤል ድማ እዚ ኣብ ጠለበጊዕ ዝተራእየ ሕማም ኣብ ሓጺር ግዜ ዝላባዕ ምዃኑ ጠቒሱ፣ ብዘለዎም ሕጽረት መድሃኒትን ጸገም መጓዓዝያን ኣብ ምግትኡ ዛጊት ከምቲ ዝድለ ክስጉሙ ከም ዘይከኣሉ ኣብሪሁ። ሻምፕዮን ቅድድም ብሽክለታ ዞባ ማእከል ክልተ ሽሕን ዓሰርተው ሰለስተን ዝኾነት ኣስፔኮ ኣብ ዙር ሩዋንዳ ንምስታፍ ጽባሕ ናብ ኪጋሊ ክተምርሕ እያ። ንምሉእ ትሕዝትኡ ተስፋልደት መብራህቱ።
እዛ ንሸውዓተ ዓመታት ዘውዲ ቻምፕዮንነት ብምድፋኣ ክብረ ወሰን ጋንታት ቅድድም ብሽክለታ ዞባ ማእከል ዓቲራ ዘላ ክለብ ኣስፔኮ ብኣሰልጣኒ ሳምሶም ሰሎሞን እናተኣልየት ንተቐዳደምቲ ኣሮን ደብረጽዮን፣ ኣማኑኤል ገብረዝጋብሄር፣ መሓሪ ተስፋጽዮን፣ ብርሃነ መልኣከን ዮውሃንስ ወልደሩፋኤልን ሓቒፋ'ያ ኣብዚ ናይ ሎሚ ዓመት ዙር ሩዋንዳ ክትሳተፍ።

ነዞም ተቐዳደምቲ ክትከስሮም ተገዲዳ እያ። ይኹን እምበር ኣሰልጣኒ እታ ጋንታ ሳምሶም ሰሎሙን ሒዝዎም ዘሎ ተቐዳደምቲ ኣብ ወርሒ ታሕሳስ ንዝካየድ ቻምፕዮን ቅድድም ብሽከታ ዞባ ማእከል ክልተ ሽሕን ዓሰርተ ኣርባዕተን ኢሎም ጽዑቕ ልምምዳት ከካይዱ ብምጽንሖም ኣብዚ ውድድር ዕዉታት ክኾኑ ከምዝኽእሉ እዩ ዝሕብር። ክለብ ኣስፔኮ ሎሚ ዓመት ንሳልሳይ ግዜኣ እያ ኣብዚ ሩዋንዳ ትሳተፍ ዘላ። ኣብ ክልተ ሽሕን ዓሰርተ ክልተን ብደረጃ ጋንታ ተሸላሚት ነሓስ መዳልያ ክትከውን ከላ ኣብ ክልተ ሽሕን ዓሰርተ ሰለስተን ድማ ብጋንታ ተሸላሚት ወርቂ መዳልያ ኮይና ነይራ። ብዘይካ'ዚ ኣብዚ ውድድር ተቐዳዳማይ'ታ ጋንታ መትከል እዮብ ኣንበሳ ዓቐብ ክኸውን ከሎ ብግዜ ድማ ሳልሳይ ደረጃ ክሕዝ ክኢሉ ምንባሩ ኣይርሳዕን። ዙር ሩዋንዳ ብመለክዒ ዓለምለኻዊ ማሕበር ቅድድም ብሽክለታ ናይ ክልተ ነጥቢ ክልተ ደረጃ ዝወሃቦ'ኳ እንተኾነ ብሱታፈ ጋንታታትን ዝሽፍኖ ርሕቐትን ግን ምስ ቀዳሞት ሰለስተ ብሉጻት ዙራት ኣፍሪቃ እዩ ዝጽዋዕ። ሎሚ ዓመት እዚ ውድድር ካብቲ ቅድሚ ሕጂ ዝሽፍኖ ዝነበረ ናይ ኣስታት ሸሞንተ ሚእትን ሓሙሽተን ኪሎ ሜተር ርሕቐት ናብ ትሽዓተ ሚእትን ዓሰርተን ኪሎ ሜተር ክብ ከም ዝበለን ኣውስትራልያውያንን ስዊዘርላንዳውያንን ጋንታታት እውን ስለ ዝተወሰኸኦ ሓያል ተወዳዳርነት ክረኣየሉ ልዑል ግምት ተዋሂብዎ ኣሎ። ኣብዚ ካብ ዓሰርተ ሽዱሽተ ክሳብ ዕስራን ሰለስተን ሕዳር ንሸውዓተ መድረኻት ዝቕጽል ዙር ርዋንዳ ካብ ኤርትራ፣ ዶብ ኣፍሪቃ፣ ኬንያ፣ ኢትዮጵያ፣ ኣልጀርያ፣ ጋቦን፣ ሞሮኮ፣ ካሜሮን፣ ኖቫ ኖርዲስክ፣ ሕቡራት መንግስታት ኣሜሪካ፣ ሆሳቪዮክ፣ ፈረንሳ፣ ሉፕ ስፖርት፣ ስዊዘርላንድ፣ ባይክ ኤድ፣ ጀርመንን ስኮዲ ዳውንደር ናይ ኣውስትራልያን ብድምር ዓሰርተ ሽዱሽተ ጋንታት ክሳተፋ እየን። መበል ዓሰርተ ሸውዓተ ዙር ሩዋንዳ ሰንበት ዓሰርተ ሽዱሽተ ሕዳር ሰለስተ ነጥቢ ሓሙሽተ ኪሎ ሜተር ርሕቐት ብዝሽፍን ናይ ግዜ ውድድር ክፍልም እዩ።